ሄሎ ብሩኻት ኣሕዋት ከመይ ኣለኹም ኣብ ሂወትኩም ጥዕና ኣብ ስራሕኩም ኣሳልጦ መዓልታዊ መደባትኩም ድማ ሕጉሳትን ሰባህታን ክትኮኑ ዘለኒ ምንዮት መወዳእታ የብሉን ቀፂለ ሎሚ ሕዘልኩም መፅኦ ዘለኹ ብዛዕባ ሓንቲ ፕሮፌሰር ንተምሃሮኣ ዝበለቶ እያ ማለት እዩ ንሱ ድማ እንታይ ኢላ እዛ ማይ እዚኣ ሓንቲ ግዜ እንድሕሪ ንኣብነት ንሓንቲ ደቂቕ እንድሕሪ ሒዘያ እንታይ ይስማዕኒ እንታይ ይስምዓካ ዋላ ሓንቲ ንክልተ ደቂቕ ንሓምሽተ ደቂቕ ንዓሰርተ ደቂቕ ንሰዓት ንዕስራን ኣርባዕተን ሰዓት ሕሰብዎ ንሶምን ከምዚኣ ጌርና እንድሕር ሒዝናያ ክንታይ ክንኮና ኢድና ወይ ምተሰልዐት ወይ ካብ ተሰብረት ኮይኑ ይስምዓኒ ማለት እዩ ወይ ከኣ ዝኾነ ረኽሲ ምፈጠረት ማለት እዩ። እዚ እንታይ እዩ እዛ ፕሮፌሰር ንምንታይ ኣምጺኣቶ ኣብ ህይወትና ብዙሕ ነገራት እንድሕሪ ንነዊሕ እዋን ተሸኪምናዮ ኼድና ክጎድኣና ከም ዝኽእል እዩ እቲ ናታ ርእሲ ማለት እዩ። እዚ እንታይ እዩ ኣብ ምስ ሰባት ክትቀያየም ትኽእል ምስ ሰባት ክትበኣስ ትኽእል ምስ ሰባት ክትኮራረ ትኽእል ብዙሕ ከጉህየካ ነገራት ይኽእል እዩ እንተኾነ ግን ነዊሕ ግዜ ጼርናዮ ክንከይድ የብልና እንተኽኢልና ካብ ነብስና ክነልግሶ ክንክእል ኣለና ማለት እዩ እንተዘይክኢልና ከዓ ኣብ ፀገም ንኣቱ ኣለና ማለት እዩ ስለዚ ንነዊሕ እዋን ዝኾነ ርስሓት ፀርና ምኻድ ጌጋ እዩ ቂምታ ሒዝካ ምኻድ ንነዊሕ እዋን ትርጉም የብሉን እቲ ድሃስያ ናባኻ እዩ እዛ ማይ እዚኣ ወላ ሓንቲ ዝወሰኸቶ ሚዛን ወይ ዝገበረቶ ነገር የለና ሓንቲ ደቂቕ ኣስ ኦኬ ደሓን ኮይኑ ኣሎ ክልተ ደቂቕ እውን ደሓን ኮይኑ ኣሎ ሓሙሽተ ደቂቕ እውን ደሓን ኮይኑ ኣሎ ሰዓት ክልተ ሰዓት ክኸውን ምስ ዝጀመረ 24 ሰዓት ክኸውን ምስ ጀመረ ድሕሪኡ ብጣዕሚ እናኸበደ ይኸይድ ማለት ንህይወትና ከዓ ሓደገኛ ዝኾነ ነገር እዩ ስለዚ ንጥዕናና ንኣእምሮና ንቀፃልነት ዕቤትና ማለት እዩ ብጣዕሚ ዓብ ሸኸም ጌርና ክንከይድ የብልናን ስለዚ ቀልጢፍና ክንጉሕፎ ኣለና